እሺ ቤተሰብ እንታይ ኢና ንሰምዕ ዘለና? ኣነ ኩሉ ኣብ ልበይ ጤሬ ከይድ ነይረ ትማሊ ግን ጓለይ ነፍሳ ክትቐትል ብሓሚሻኣ ገይራ ሕክምና ምስ ኣተወት ዓሰርተ ዓመት ኣነ ናይዚኣ ጓል ሆላንድ ዘላ እንዳትከየኒ ናይዚኣ ጓል ዜግነት ዝሓዙ ሚእትን ሰላሳን ሓሙሽተን ወረቓቕቶም ብምምንጣል ንዓዶም ክምለሱ ወሲኑ ኣሎ። እዚኦምን ካልኦትን ኣብዚ መደብ እዚ ክንከታተል ኢና።

ኣይትረስዑ ኢኹም መጀመርታ ከዚ ሰብስክራይብ ናገበርኹም ላይክ ናገበርኹም እዚ ቪድዮታት ቐጽልዎ። እሺ ቤተሰብ በቲ ፈላማይ ቪድዮና ንቅጽል ኣለና ሰናይ ምክትታል። ርእሲ ግጥሚ መወዳእታ ቁጽረይ። ይፈትወኪ'የ ምባል መበገሲ'ዩ የፍቅረኪ'የ ምባል ማእከላይ'ዩ ንስኺ ንድሕረይ ድሕሪ'ዩ ንስኺ ንቕድመይ ቅድሚ'ዩ ጣዕሚ ሽታ ብዘየባእኺ ባዶ እንዳኣሉ ኣፍንጫይ መጽለሊ'ኺ'የ ዝጥቀመሉ ንስኺ መሸተቲተይ ንስኺ ሽታ መልኤ እናበልኩ ይደልየኪ መመላእታ ኣብ እኩብ ህዝቢ ንስኺ ሰበይ ምስኦም እናሃለኹስ ምስኦም ይጎድለለይ ክበሳጮ ክጉሂ እምብዛ ትቐርብኒ ንጽምዋ ኢዱ ሒዝኪ ተህድምኒ ሞሶብ ተሰርሒ ወላ ኣይምልኣዮ ኣድማስ ጥሜተይ ባዕልኺ ተጠምይዮ ሓቦን ሞራልን መንቀሊኦም ንስኺ ቃንዛን ቃንዝኡን መዛዘሚኡን ባዕልኺ ግን ካህሴኪ መዓስ ብሂገ ቅድሜኺ ኣነ'የ ተጻሕጊገ ሕጂ ዝኾነ ዋላ ይመኽኒ ክመቕለኪ ግድን ይመስለኒ ይዕዝብ እሞ የዒንተይ ደገ የቋምቱ ገለ ካብታ ንሱ ናብ ካልእ ተኸቲቱ ገሊኡ ገዛእ ርእሱ ረኺቡ ዘኹድድ ገሊኡ ገዛእ ርእሱ ክረክብ ዝነድድ ጠፊእኒ ኣይኮነን ኣፍደጌ ዘጽሪ ዘለኹ ሓደ መዓልቲ ግን ኣብ ገዛ ከለኹ ንስኺ ብርሃን ንስኺ ልጓም ብርሃን ዋና ባዕልኺ ክሳብ ሞትን መርዓን ኣይ ላቭ ዩ ነብሰይ እዛ ባዕለይ ዜሮ ኣነ ንስኺ መወዳእታ ቁጽረይ እቲ ኣነ ወላ ጁፒተር ተጠሊቡ ርግጸኛ እየ ክንራኸብ ኢና ኣብኡ ኣንኮ ነቲ ጽቡቕ ሒዝካ ከይድካ ነቲ ሕማቕ ዘለዎ ንምዕናው ኢኻ ትቃለስ እምበር ምስ ኩሉ እኛም እኛም ትብል ተሃሊኻ ዳኣ ኣንታ ሰልጠነ ሓወይ ስደትካ ክንውሐከይ ክንውሐካይ እንተዘይኮይኑስ ንኹሉ ልኡኽ ህግደፍ ኢልካ እንድሕር ትልጥፎ ሃሊኻ እዚኣ ካብቲ መንግስቲ ዝወረስኩም እዩ ዋላ እቲ መንበረ ፓትርያርክ ንሪኦ ኮኑስ እዩ ንሕና ናይ ተሃድሶ ትምህርቲ እንታይ እዩ ዝብል ኣፅኒዕካ ሃስ እሶም ተሃድሶ ኣይኮኑን ባዕልኻ ትብሎ ተሃድሶ ዝበሃል ሓደ ስእሊ ቅዱሳን ነገረ ቅዱሳን ኣይቅበልን እዩ ሓደ ንመሬታችን ንጽህና ኣይቅበልን እዩ ክልተ ሳልሳይ ድማ ጎይታናን መድሓኒናን የሱስ ክርስቶስ ከም ኣመላዲ ዝኣምን እዚ ተሃድሳዊ ትምህርቲ ይበሃል ንተዋህዶ ንሐድሳ ኢሎም ዝመፁ ራብዓይ ብውሽጢ ውሽጢ ስለ ዝኾነ እምበር ታቦት እውን ኣይቅበሉ ስለዚ መስቀል ዝሓዙ ፕሮቴስታንት ማለት እዩ ባይዘወይ በዚ ስለ ዝኾነ እዚ ዝመሃር ዘሎ ወይ ድማ ቀሺ ምን ዝበሃል ንስ ዝበለ ማለት ቀሺ ማርቆስ ከምዚ ገለ ኢልካ ኣይትዛረብ ቀሺ ማርቆስ ተኾነ ስለ ሃገር ተተዛሪቦም ግቦም እዩ ወላት እስላማይ ክዛረብ ንሃገር ዘራኽበና ብዙሕ ነገር እዩ ብዓይኒ ሃይማኖት ግን ፍፂሙ ናይ ተዋህዶ ትምህርቲ ይኮነን የለን ከምኡ ዝበሃል ኣብ ትምህርቲ እንተዘይሃልዩ ኩላትና ክንቃዘዐሉ ድኣሉ ዝግባእ እምበር እዚ ስቅ ኢልካ ከም ዝግባር ዘሎ ጸለም ነገር ንሕና ይጸልምና ንበ ኣፎም እንዳሉ ንስላሴ መን ስኢልዎም ባዕሎም ብኣምሳል ሰብ ክሰኣሉ ኣይግብኣሙን ኣነ ከምዚ ኮንኩ ንስኻ በልካ ይበልካ ናይ ገዛ ርሳ ሓጢኣት እዩ ቤተ ክርስቲያንና ግን ግቡእ ስላሴ ክሰኣሉ ዝግብኦም ቀሚራ ብራናኣ ገይጻ፣ ቀለማ በጽቢጻ ንዘለኣለም ዘጽንሓትና ቤተ ክርስቲያን ኣይንኽሕዳን ኢና። ባሕሪ ስለ ዝተዛገርና ካብኡ ዘላ ናይ ኤርትራ ቤተ ክርስቲያን ትብኡ ዘሎ ገዳማት ጌጋ ኣይኮነን እዚ ኣንጣዕጢዑኩም ፍለጥዎ ኩልኩም ማለት እዩ ሕና ንእሽተይ መልእኽቲ ኣላትኒ እታ መልእኽቲ ንመንእሰያት ኣሕዋተይ ኣብ መላእ ዓለም ኣብ ስደት እትርከቡ መንእሰያት ኣሕዋት እያ ንሱ እንታይ እዩ እዚ ንሰምዖ ዘለና ኣብ ማስ ሚድያ ናይ ብሓቂ ዝሕዝን ከም ድኻ ዝቕረጽ ዝሕዝን እዩ ግን መበገሲኡ ፍሉጥ እኳ እንተኾነ ግን ኣብ ዘይተደለየ ጭንቀትን ስትረስን ኣቲኻ ነብስኻ ምጥፋእ መፍትሒኡ ኣይኮነን ባህላየ ብዝከኣለና ምስ ዝፈልጡ ወይ ምስ ካባና ዝዓብዩ ነዊሕ ዝገበሩ ሰባት ምኽሪ ምውሳድ ኣድላይ ኮይኑ ይስምዓኒ ልዕሊ ኩሉን ቅድሚ ኩሉን ከዓ እግዚኣብሔር ኣምላኽ ስለ ዝኾነ ጸሎት ከኣ መፍትሒ ኩሉ እዩ ስለዚ እግዝኣብሄር ምሕረቱ ይሃበና ኣብ ዘዘለናዮ ሰላምን ቅሳነትን እምነ የሕዋተይ ኣጆኹም። ሓድሽ ሓበሬታ ወጺኡ ኣሎ ብዛዕባ እዚኣ ኤርትራዊት ሓፍትና እዳዋ ተቆሪጹ ኣብ ጽርግያታት ናይ ጀርመን ዝተረኸበ ማለት እዚኣ ጓል ሰላሳን ክልተን ዕድሜኣ ኣብ ቦን ትበሃል ከተማ ኣሲልሃይም ትነብር ነይራ ምስ ናታ ህጻን ቆልዓ እቲ ቆልዓ ስለስተ ወርሒ ዕድሚኡ። ህጂ እዚ ቆልዓ ኣብ ኪንደርቫገን ዓረብያ ገይሮም ኣብ ቤተ ክርስትያን ናይ ጀርመን ክሎስተር ኣብኡ ኣቀሚጦሞ ገሌ ሰባት ከይዶም ናታ ቆልዓ ማለት ናታ ውላድ ህጂ እዚ ቆልዓ እዚ ህጻን ኣብ ኢድ ምንግስቲ ኣትዩ ኣሎ ዩግንድኣምት ንቆልዑት ዝሕልዉ ማለት ነዚ ቆልዓ ይከታተልዎ ኣለዉ እቲ ናታ በዓልቲ ቤታ ጠፊኡ ሰብኣይ ነይርዋ ሓዳር ነይርዋ ግን ንበይና እያ ኣብቲ ኣሲልሃይም ትነብር ነይራ ምስቲ ቆልዓ ህጂ እቲ ናታ ሰብኣያ ጠፊኡ ኣሎ ካብዚ ዓዲ ወጺኡ ኣሎ ብዛዕባ እዛ ሰበይቲ ዝኾነ ካልእ ኢንፎርመይሽን ኣበይ ዘሎ ነብሳ፣ ሬዛ፣ ክርከብ ስለ ዘይከኣለ እቶም ፖሊስ ንሙሉእ ህዝቢ ጀርመን ሓበሬታ ይሓቱ ኣለዉ። ናቶም ቴሌፎን ናምበር ኣብዚ እቴልኩም ኣለኹ። ብዛዕባ እዛ ሰበይቲ ኣፍልጦ ዘለኩም ናብ ፖሊስ ሓብሩ። ኣብ ቦን ትበሃል ከተማ እያ ትነብር ነይራ ምስ ናታ ውላዳ ሰለስተ ወርሒ ዝገበረ ህጻን ህጂ ኣብ ኢድ መንግስቲ ኣትዩ ዘሎ።

ተረዲኻኒ እቲ ሓሳብ እንድሕር ደኣ ሪእና ኣብ መጽሓፍ ቅዱስና ዘሎሲ ድሌታትኩም ዘበለስ ምስናይ ልመና ምስናይ ምስጋና ኣብ ቅድሚ ኣምላኽ ደኣ ፈለጥ እምበር ብገለ እኳ ኣይትጨነቑ እዩ ዝብል መጽሓፍ ቅዱስና ስለዚ ንእግዚኣብሔር ሓቲትናዮ ዲና ንሕና እታ ናተይ ወይ ድማ እታ ጓል ከዓ እቲ ናተይ ኢላስ ናይ ብሓቂ ምስ እግዚኣብሔር ተዘራሪባ ድያ እታ መጻምድተይ ወይ ድማ እቲ መጻምድተይሲ ልክዕ ሃበኒ እግዚኣብሔር ንስኻ ኢኻ ህይወተይ ትፈልጦ እሞ ንስኻ ኢኻ መርጸለይ እሞ እታ ናተይ ትኸውንስ ልክዕ ሃበኒ ወይ ድማ እቲ ናተይ ዝኸውንስ ሃበኒ ኢልና ተዛራሪብና ዲና ኣብ ጸሎትና ኣብ ምስጋናና ኣሎ ድዩ እቲ ወሳኒ ነገር ማለት እዩ እግዚኣብሔር ምርጫ ሂብና ዲና ባዕልኻ እንድሕር ክትደልያ ፈቲንካ ምናልባሽ ኣነ መደምደምታ ሂብኒ ኣይትረኽባን ኢኻ ወይ ድማ ክትረኽባ ኢኻ ክብል ኣይክእልን እየ ግን ልዕሊ ኩሉ እቲ መሰረት ናይ ሓዳር ወይ ድማ መሰረት ናይ መጻምድ ዝበሃል መን እዩ እግዚኣብሔር እዩ መጽሓፍ ቅዱስና ንፈልጦ ኣዳም ንሄዋን ሂብዋ ሓቀይ ስለዚ መሰረት ንሱ ክሳብ ዝኾነ ሕጂ ከዓ ካብቲ መሰረት ከይወፃኻ እግዚኣብሔር እንተዝሕተት ነይሩ እታ ትኽክል መፃምድቲ እታ ትኽክል መፃምዲ እግዚኣብሔር ክህበካ ይኽእል ይብል ማለት እዩ እታ ኣባህላና እንዲ ኣነ ሓሲበላ ኣሲ ብብዝሒ እስከ ንብል ኢና ምስታ ተፍቅራ እኮ ኣይትነብርን ኢኻ ወይ ድማ ምስቲ ተፍቅሮ እኮ ኣይትነብርን ኢኻ ይበሃል ትኽክል ኣይኮነን እቲ ምርጫና ማለት እዩ ፍቅሪ ኣብ መጨረሻ እንታይ ገይረ ክኣስራ ደሊ መሲልካ ፍቅሪ ስራሕ ኣዳም ንሄዋን ስለ ዘፍቀራ ኣይኮነን ምስኣ ነቢሩ ወይ ድማ ሄዋን ንኣዳም ስለ ዘፍቀረቶ ኣይኮነን ኣብ ኪደት ናይቲ ጉዕዞ ግን ተፋቂሮም ክልቲ ስለዚ ፍቅሪ ይስራሕ እዩ ማለት እየ ኣብ ሓደ ግዜስ በለጭታ ኣይኮነን ፍቅሪ ፍቅሪ ልክዕ ከም ተኽሊ ይኹስኮስ እዩ በቃ ብዙሕ ነገር እንዳተኸናኸንካስ ክትዕብዮ ትኽእል ኢኻ እሞ ስለዚ እቲ ምርጫና እግዚኣብሔር እንተልህዎ ይብል ኣነ ማለት እዩ

እንጀራ ይሃበኒ እንጀራ ካንካ የው ማኔ ገዓርኩ የው ኣብ ቢዝነስ ወላ ማራያ ዝፈቶም ደያው ደቂ ስበር ዓርኪ እያ ክብረተይ ናተይ እያ ምሸለካ ዘይናቱ ይደልኒ ናትኻ ዝደሊ ተርጋሚ ወላ ምሸለካ ወላ ናብ ዝኾነ ቢዝነሳት ምፃእ ትረዳ ግን እጃም እዩ ዝሓተተ እጃም ተዘይብካ ማኔ ገዓርኪ ፈነግረኒ ምሳኻ እዛ ታዕደል ኣለካ
ኣብዚ ጥዕምቲ ዓለም ኮይነ ጥዑም ክገጥመኒ ምሕላመይ ከምቲ ኣብ ጸላም ኮንካ ወጋሕታ ትናፍቖ እሞ ወጊሑ ጸሓይ ምስ መረረት ድማ ንጸልማት ተናፍቖ ከምኡ ዶ ኸውን ሓሲበዮ እቲ ምንታይ ሓደ ጥዑም ምስ ረኸብኩ ካልእ ጥዑም ምድላየይ ድሕር ዘይብል ፍጡር ስለ ዝኾንኩ ዋላ እቲ ዝሓሸ ተረኸብኩ ካልእ ካብኡ ዝሓይሽ ከም ዝምነ ፍሉጥ እዩ ሕልምን ድላይን ኣብ ተመስገን እዩ ዝምርኮስ ዘዝቕደም እንዳመስገንኩ ተቐጺለ ግና ፍሉጥ እዩ እቲ ብዛ ዓለም ዘሎ ጥዑም ቅሳነት ወኒነዮ ክነብር እየ ተመስገን ናይ ኖርወይ ጋዜጣ ወብሳይት እዚ ኣብታይ ትርኢ ኣለኹም ንስርዓት ህግደፍ ክድግፉ ዝፀንሑ ናይ ኖርወይ ዜግነት ዜግነት ዝሓዙ እየ ዝዛረብኩም ዘለኹ ኖርወጃን ዝብል ዜግነት ዋላ ዜግነት ሒዝካሲ ውሕስነት ከም ዘይብልካ ማለት እዩ ናይ ኖርወይ ዜግነት ዝሓዙ ሚእትን ሰላሳን ሓሙሽተን ወረቓቕቶም ብምምንጣል ንዓዶም ክምለሱ ወሲኑ ኣሎ፣ መንግስቲ ኖርወይ ማለት እዩ።
ኣነ ኸኣ ንውድቀተይ ንባዕለይ ተጻዊረ ንእሽተይ ክንሰይ ክነግረካ ያዓኒ ሰለስተ ዓመት ሙሉእ ኣብ ልበይ ጼሬ ይኸይድ ኔረ ትማሊ ግን ጓለይ ነብሳ ክትቀትል ብኻምሽኣ ጌራ ሕክምና ምስ ኣተወት ዓሰርተ ዓመት ኣነ ናይዚኣ ጓል ሆላንድ ዘላ እንዳ ኬኒ

ኣነግረካ ሓንቲ ኣደ እኮ ክንዲ ትጨክነ ትጨክን ኣብ ውላዳ ኣይትጭክን እያ ለዋህ እያ ፈቃር እያ ንዓይ ከይጉንታ እንታይ ይብሉኒ ስኺ ሓላል ኢኺ ዱ ቢስት ዞ ሽታርክ ዱ ቢስት ዞ ኡንግላብሊሽ ሜንሽን እዚ ሽግር ከለኒ ክነግረካ እዛ ቆልዓ ትምህርቲ ንግሆ ኣብጺሐ ኪንደርጋርተን ትምህርተይ ይኸይድ ካብ ትምህርተይ ንገዛ መጽእ ኣብ ገዛ ናይ ቢዝነስ ናይ ጨጉሪ ይሰርሕ ይቑንን ላዕልን ታሕትን ኤማረን ቢን ኢሽ ኣላይነ ሕጂ ግን ሮቦት ትፈልጦ ዲኻ በቃ ትንፋስ ዘይብላ ሬሳ ኮይነ ሕጂ ከማን ኣብዚ መዛረብየይ መብክየይ ክነግረካ ልዕሊ ጓለይ ዝመጸኒ የለን ልዕሊ ድጓለይሲ ሰለስተ ዓመት ክልተ ዓመት ጼሬ እየ እዚ ሜድያ እዩ ልዕሉ ጓለይ ዝመጸኒ ስለ ዘየለ ፈታዊት ታሓጎስ ጸላኢት ታሓጎስ ጉዳየይ ኣይኮነን ኢስት ዳስ ሚሽ ሃት ሚሽ ግብሮክ ልበይ ሰይርኒ ልበይ ሓየር ጓል ዓሰርተ ዓመት ጓለይ ዒሕ ፍንጪሕ ለዝወለድኳ ክሕነቅ እያ ትብለኒ ከላ ናይቲኣ ጓል እቲኣ እንዳሓመንሲ ታሓኒቃ ሓክምና ኣትያ ክባሃል ከሎስ ኢስት ዳስ ኖርማል እሞ ጓል ዓሰርተ ዓመት
እሺ ፋሚሊ ሎማዓንቲ ልሓዝኹም ቪድዮታት ዘይም መስሉ ነይሮም ኣብ ቐፃሊ ብልገራ ድሞ ሓደሽቲ ቪድዮታት ሒዘልኩም ክምለስ እየ እስካብ ሽዕቱ subscribe እና like ምግባር ከይትርስዑ ኢኹም peace out